ኣደና ዓይሻ ትብል ሓደ መዓልቲ መጺኦም ናብ ረሱል ሰለላሁ ዓለይሂ ወሰለም ብልዒ ኣሎ ዶ ኢሎም ሓቲቶምና የለን ኢልናዮም ከምኡ ድማ ካልእ መዓልቲ መጺኦምና ኣይተዛረቡን ኣነ ኢለዮም ህያብ ሓይሱ ዝበሃል ብልዒ መጺኡና እዚ ሓይሱ ድማ ብተምርን ብጠስምን ብሕሩጭን እተላዕጠጠ እዩ ረሱል ሰለላሁ ዓለይሂ ወሰለም እስኪ ርእይኒ ኢሎመን ኣርእየንኦም ጸሚኤ ነይረ ኢሎም ግን ኣፍጢሮም ሕጂ ካብዚ ሓዲስ እዚ እስቲ ባዕልና እቲ ክታብ እንዳረኣና እቲ ጥቕሚ እቲ ፈዋኢድ ክንጽሕፍ ንፈትን። መጀመርያ ሕጂ ታይ ጥቕሚ ንጥቀም ማለት እዩ እቲ ጾም ሱና ምዃኑ ንፈልጥ ምኽንያቱ ረሱል ዓ ሰለም ብዘይ ምኽንያት ብዘይ ዑዙር ኣፍጢሮም። ካልኣይ ድማ እቲ እቲ ስያም እቲ ድያ ብቐትሪ ከምትገብሮ ምርዳእ ማለት እዩ ንክትክእል ማለት እዩ ምርዳእ ማለት እዩ ሳልሳይ ድማ ኣብ ሱና ንሕክም ትስያም ኣብ መንጎ ከተቋርጾ ከም ትኽእል ከተፍጥር ከም ትኽእል ከማን ተረዲእና ራብዓይ ብልዒ ህያብ ንሕር ህያብ ንሕር ተዋሂብካ ክትቅበል ከም እትኽእል ከማን ተረዲእና። እትፈትዎ ሰብ ኣቦኻ፣ ኣዴኻ፣ በዓልቲ ቤትካ ወዘተ እንድሕር ዓዲሞምኻ ድማ ከተፍጥር ከም እትኽእል ተረዲእና ማለት እዩ። ሻድሸይቲ ድማ ከም መዘከሪ መዘከርታ ንሕሰባ። ንሳ ድማ እዚ ንዛረቦ ዘለና ሶም ሱና ተጠውዕ እዩ ዝበሃል። እሱ ድማ ካብ ቀትሪ እቲ ንያ ጀሚርካዮ ቅድሚኡ ንጾም ዘየፍርስ ንጾም ዘየፍርስ ንጾም ዘፍርስ ከይገበርካ ክትጸንሕ ኣለካ ቅድሚ እቲ ንያ ጾም ዘፍርስ ከይገበርካ ክትጸንሕ ኣለካ እንድሕሪ ቅድሚኡ ንጾም ዘፍርስ ጌርካ ኔርካ ኾንካ እቲ ጾም ካብ መጀመሪኡ ቅቡል ኣይኮነን ማለት እዩ ወላሁ ኣዕለም ዳጋ ዝኸበርኩም ኣሕዋት ሓደ ነገር ከዘክረኩም ደሊ

እዚ ሓዲስ ሕጂ ኣብዚ ኣብ ኣዴና ዓይሻን ኣብ ነብይና ዓለይሂ ሰላቱ ወሰላም ዘተ ምዝርራብ ተገበረ እዩ። እቲ ሓዲስ እንዳሰማዕና ስኒ ነስተማቕሮ እስቲ ኣብ ነብስና ነውዕሎ ኣብ ነብስና ኣቲ ስኒ ለውጢ ክገብር ኣለዎ ሓደ ነገር ምቅያር ክገብር ኣለዎ ክነስተማቕሮ ኣለና ካብኡ ትምህርቲ ክንወስድ ኣለና ምስማዕ ጥራሕ ዘይኮነ ስኒ እንታይ ደኣ ኣብ ግብሪ ክንውዕሎ ኣለና እቲ ግብሪ እዩ ዘንጸባርቕ። ኣብ ማት ምስማዕ ጥራሕ ክቕይረካ ማይክእልን እዩ ምስማዕ እንድሕር ጥራሕ ኮይኑ። ስለዚ ኣነ እንታይ ይብል እዛ ናይ ሓዲስ ዓይሻ ከነንብባ ኢና በብሓደ እንዳ ሰማዕናያ ነብስና ድማ ንምዘና። ንሕና ከመይ ኢና ምስ ስድራቤትና ረሱል ሰለላሁ ዐለይሂ ወሰለም ድማ ምስ ስድራቤቶም ከመይ ነይሮም። ባጋ ናብቲ ሓዲስ ንኸይድ መጀመርያ ኣዴና ዓይሻ እንታይ ኢላ ረሱል ሰለላሁ ዐለይሂ ወሰለም ሓደ መዓልቲ መጺኦሙና ሓቲቶሙና። ሕልመልናዮም ብልዕሎ ዶ ኢሎም ሓይቶምና ፍኹስ ዝበለ ሕቶ ብልዕሎ ዶ ኢሎምና የለን ኢልናዮም ተወዲኣ ማለት እዩ ንሕና ክንኣቱ ከለና ንገዛና ከመይ ጌና ንኣቱ ንሓትት ዶ ወላ እንታይ ኢና ወላ ትእዛዝ ኢና ንጅምር ንሕና ብትእዛዝ ኢና ንጅምር ክንኣቱ ከለና ገና ቀርቡ ምሳሕ ብሕልፊ ገሊኦም ድምፆም ብርቱዕ እዩ ዓው ምስ በሉ ነዘን ኣዴታትና ነዘን ኣሕዋትና የሰንብድወን ሸበድበድ ሸበድበድ የብልወን ማለት እዩ ካብኡ ድሕሪኡ ብልዒ የለን ኢላቶም ኣዴና ዓይሻ እዚኣ ከመይ ንቕበላ ንሕና ንስኻ ካብ ስራሕ ድኸምካ መፂኻ ከምኡ ድማ ድሕር ዋዕሎ ተዓዲ ድማ ፀሓይ ወቕዓትካ መፂኻ ብልዒ ኣሎም ክትብለካ ከላስኒ ከመይ ጌርካ ተሕልፋ እዚኣ ብኸመይ ትቕበላ ምስ ሰዓት ሰለም ጥብዓን ጾይመ ኢሎም ንሕና ሕጂ ንጹም ማለት ኣይኮነን እንታይ ደኣ ከመይ ጌራ እዚኣ ስኒ ትሓልፍ ከመይ ኢልና ነሕልፋ እዛ መውቅፍ እዚኣ ማለት እዩ ከመይ ኢልና ነሕልፋ ፀርፀር ዶ ንብል ወይስ ብከመይ ነሕልፋ ባጋ ኣብዚኣ ነብስና ከማን ንምዘና ድሕሪ ናበይ ንኸይድ ናብታ ካልኣይቲ ሳልሰይቲ ማለት እዩ ኣዴና ዓይሻ ትብል ሓደ መዓልቲ ድማ መፂኦሙና ሽዑ እኮ ተዛረቡን ኣነ ኢለዮም ህያብ ብልዒ መፂና ሓይሱ ዝበሃል ብልዒ ህያብ መፂና ኢለዮም ኣርእኒ እስከ ኢሎምኒ ኣርእየዮም ጸይመ ነይረ ኢሎም ላኪን ክፍጥር ኢሎም በሊዖም ኣብቲ ህያብ ሕጂ ንመለስ ኣብቲ ህያብ ምቕባል ዘይምቕባል ንሕና ሽግር ኣለና ህያብ መጺካ ብልዒ ህያብ መጺካ ትቕበሎ ትቕበሎ ኣብዚ ድማ ዓብዪ ሽግር ኣለና መጀመርያ እታ ስክፍታ ንሕና ተሰዲድና ምሳና ተሰዲዳ እታ ስክፍታ ከማን ጠሚኻ ቅርፅ ኢልካ ከለኻ ፀጊበ ትብል ገፅ ገብካ ከለኻ ከምኡ ድማ ገሊኦም ድማ ንትህያብ ክትብል ከለኻ ካብ ጎረቤት ካብ ገለ ክመጾም ከሎ ይብሉ እንታይ እንታይ ሰብ ዘለዩ ጠብየ ደርእኒ እዩ ገምታት ዝቅብታት ዘረባታት ድማ ዝዛረቡ ድማ ኣለዉ ሕጂ ኣብቲ ሂያብ ዘይምቕባል ምቕባል ድማ ሽግር ኣለና ድሕሪኡ ድማ ረሱ ዓ ሰለም ቅሪብ ኢሎም እቲ ምብልዒ ሪኦሞ ምስ ረኣይዎ ኣፍጢሮም ንምንታይ ኣፍጢሮም ረሱ ዓ ሰለም ባህጋ ናይ ብልዒ ነይሮም ኣይኮነን ወላ ናይ ጠምዩዎም ኣይኮነን ረሱል ስለም ይጻወሩ እዮም እንታይ ድኣ ኣዴና ዓይሻ ንእሽቶ እያ ነይራ ተሓጒሳ ምስ ረኣዩዋ እቲ ብልዒ ሪኣ ሒዛቶ ተሓጒሳ ምስ ረኣዩዋ ኣነ ከማን ጸይመ እየ ነይረ ከፍጥር ምሳኺ ኢሎም ምስ ኣፍጢሮም በሊዖም ንሕና ሕጂ በዓልቲ ቤትና ከም ዝጾምና ንመሰል ኣይፈለጠትን

ኣሐጉሳ እንድሕር ተሓጒሳሳ መጀመርያ ንዓኻ ክትፈትወካ እያ ድሕሪኡ ነቲ እስልምና ድማ ክትፈትዎ እያ ምኽንያቱ እስልምና እዩ ከምዚ ገይሩ ቀይርካ ዘሎ ስለዚ ነቲ እስልምና ድማ ክትፈትዎ እያ ደቅኻ ክፈትዎ እዮም ቤተሰብካ ኩሎም ክፈትዎ እዮም እስልምና ማለት እዩ በዚ ከይተፈለጠካ ዳዕዋ ጌርካ ኣለኻ ማለት እዩ ምኽንያቱ እቲ ግብሪ እሱ እዩ ፅቡቕ ክሳይ ምንፅብራቕ ከምፅእ ዝኽእል ምቅያር ከምፅእ ዝኽእል ስለዚ ስኒ ከምኡ ድማ ኣቦኻ ኣዴኻ ሓውካ ወዘተ እንድሕር ፀዊዖምኻ ድማ እንድሕር ፀይመልክያም ዝኽርዩ እንድሕር ኮይኖም ኣፍጥር ብላዕ ምስኣቶም ኣሓጉሶም እዚ ዝትገብሮ ዘለኻ እዚ ዓብዪ ዳዕዋ ኢኻ ትገብር ዘለኻ ስለዚ ኣንሚሐልኩም ሳምሑኒ